ብዛዕባ ሓንቲ ጓል ናይ ግድን ሓደ ነገር ምፍላጥ ይግበኣካ እዩ። ኣብ ፍቕራዊ ርክብ ክትህሉ ትኽእል ኢኻ፣ ኣብ ፍቕሪ ውሽጢ እውን ክትህሉ ትኽእል ኢኻ፣ ኣብ ፍቕሪ ዘየለኻ እውን ክትከውን ትኽእል ኢኻ። ይኹን እምበር መሰረታዊ ዝኾነ ሓደ ነገር ኣሎ። ንሱ ድማ ፍቕሪ ዝሓዛ ጓል ክትገልጻ ክትፍትን ኣለካ። ንዓኣ ከተንብባ ክትክእል ኣለካ። ንሳ እቲ ናይ ብሓቂ ካራክተራ ከመይ እዩ ዝብል ክትፈልጦ ኣለካ። ሓንቲ ጓል ፍቕሪ እንተ ሒዝዋ ብውሽጣ ብዙሕ ነገራት እያ ትሕዝ። ናይ ግድን ዘድልይዋ ነገራት ማለት እዮም። ምኽንያቱ እዚኣቶም ንዓኻ ፍቕራ ተርእየሉ፣ ትገልጸሉ፣ ብብዙሕ ዓይነት መንገድታት ትጥቀመሎም እዮም። ይኹን ግን እዚኦም ቀንዲ ንብሎም ነገራት እንተ ሃልይዋ ኣባኻ ስምዒት ስለ ዘለዋ ከይትስእነካ ናይ ግድን እያ ትፈርሕ። በቃ ካባኻ ምፍላይ ዘፍርሓ ነገር እዩ ዝኸውን። ካብዚ ነጻ እንተኾይና ድማ ኣለኻ ዲኻ የለኻን ኣብ ህይወታ ሃሉ ኣይትሃሉ ኣይግድሳን እዩ። እዚኦም ነገራት ዘይብላ ጓል እንታይ ዓይነት እያ ዝብል ናይ ሎሚ ቪድዮ ክምልሶ እዩ። ሓደ ነገር ክትፈልጦ ዘለካ ወሳኒ ነገር ኣብ ህይወትካ ዝኾነ ነገር ክትገብር ከም ትኽእል እዩ። ንዝደለኻዮ ናብ ህይወትካ ትእትዎ ንዘይደለኻዮ ድማ ካብ ህይወትካ ክተርሕቆ ትኽእል። ንኣብነት ሓንቲ ጓል ንመርዓ እንተ ሓቲትካያ ኣብ ሂወታ ክትኣቱን ኣይክትኣቱውን ኣብ ናታ ውሳነ ዝተሞርከሰ እዩ ግን ሕጂ ነዚ ኣብ ሓንቲ ዝፈተወት ወይ ዘፍቀረት ጓል ዘሎ ነገራት ጽቡቕ ጌርካ እንተ ሒዝካዮ ርግጸኛ ኮንካ ናብ ሓንቲ ጓል ሕቶ ከተቕርብ ትኽእል ኢኻ እንታይ እዮም እዚኦም ፍቕርኻ ትገልጸሎም ወይ ተርእየሎም ነገራት ንዓይ ከይትኸስረኒ ዘፍርሓ እንታይ እዩ እንተ ኢልኩምኒ ክሳብ መወዳእታ ምሳይ ጽንሑ ሄቨነይ ምሳኹም ዘለኹ ከመይ ኣለኹም ደሓን ዶ ኣለኹም እንቋዕ ብደሓን ናብዚ ቻነል መጻኹም እንዳ በልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በቢ ጊዜኡ ዝፍነወልኩም ቪድዮታት ብቀሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይ ንዓኻ ንኸይትኸስረካ ዘይግድሳ ጓል ተግባራት ምስ ካልኦት ኣወዳት ቡዙሕ ኣትዕልል ቴክስት ትለኣኣኽ ከምኡ ውን ትወጽያ ከምዚ እንዳ ረኣየ ስቕ ኢሉ ዝርኢ ወዲ ከም ዘሎ ግን ትኣምኑ ዶ ነዚ እንዳ ረኣኻ ስቕ እንተ ኢልካ ዝኾነ ሰብ ኣብ ሂወትካ ኣትዩ ግዜኻ ስምዒትካ መንነትካ እንዳሰረቐካ ሱቕ ኢልካ ከም ምርኣይ እዩ ነዚ ውን ምኽንያት ክትህብ ትኽእል ኢኻ ኣነስ ግዜ ስለ ዘይሃብክዋ እዩ እኹል ኣቓልቦ ስለ ዘይሃብክዋ እዩ ስለ ዘይተንከባኸብክዋ እየ ብዙሕ ነገራት ክትብል ትኽእል ኢኻ ንሳ ውን ተመሳሳሊ ብሰንኩ እየ ክትብል ትኽእል እያ ዝሃለወ ምኽንያት ይሃልኹም ንኽልቴኹም ዝኸውን ዓቢ መፍትሒ ግን ኣሎ ንዓኻ ገዲፋ ካብቲ ፍቕራዊ ዝምድና ምውጻእ ወይ ምርሓቕ እዩ ዘለዋ እምበር ንዓኻ ኮፍ ኣቢላ ምስ ካልእ ሰብ ኣክቲቭ እንተላ ቺት ትገብር ኣላ ማለት እዩ እኮ ኣብ ልዕሌኻ ትድርብ ወይ ተሽክዓካ ኣላ ማለት እዩ ሓንቲ ትፈትወካ ጓል ንዓኻ ሙሉእ ልባ ዝሃበትካ ጓል ከምዚ ክትገብር ብፍጹም ኣይትሪኣን ኢኻ ምስ መሓዙታ ክትደዋወል ትኽእል እያ እምበር ምሸት ኮፍ ኢላ ምስ ኣወዳት ቻት ክትገብር ኣይትሪኣን ኢኻ ተሌፎና ክትሓብእ ኣይትሪኣን ኢኻ ስለዚ ንዓኻ ከይትኸስረካ ትፈርሕ ጓልን ንስኻ ሃሊኻ ኣይሃሊኻ ዘይግድሳ ጓልን ፍልልየን ፈሊኻ ምፍላጥ ኣለካ እዚ እኮ ልክዕ ሂወትካ ከም ዝተዘረፍካ እዩ ንዓኻ ኣቀሚጣ ጊዜኣ ኩሉ ኣቀልቦኣ ንኻልእ ወዲ ክትህብ እንተ ጀሚራ ንስኻ እንዳ ተጓዳእካ ኢኻ ንጊዚኡ ክተስተውዕለሉ ኣይትኽእልን ትኸውን ፍቅሪ ስለ ዘሎካ ትጻወሮ ትህሉ ትኸውን ግን ጊዜኻን ዕድሜኻን ተመሊስካ ክትረኽቦ ዘይትኽእል ነገራት ኩሎም ትዝርፈካ እያ ዘላ ክትነቅሕ ይግብኣካ እዩ ንዓኻ ክትከስረካ ዘይትደሊ ጓል ከምዚታት ኣይትገብርን'ያ ንስኻ ኣለኻን የለኻን ኪድ ዋላ ሃሉ ዘይግድሳ ጓል ድማ ኩሉ ግዜ ዕድላ ጠራሓ ተጣዓዕም ንኻልኦት ኣወዳት እያ ትርኢ ምስ ካልኦት ኣወዳት ርክብ እያ ትፈጥር ካልኣይ ንዓኻ ንምኽሳር ዘይግድሳ ጓል ኣባኻ ዘለዋ ክብሪ ተጥፍእያ ወይ ድማ ፈጺማ ከተኽብረካ ኣይትሪኣን ኢኻ ነዚኢታት ክተስተውዕለሉ ይግባኣካ'ዩ ነዚ ድማ ተስተውዕለሉ ቀንዲ መንገዲ ነብስኻ ይነግረካ'ዩ ትንዕቀካ ከምዘላ እቲ ዝግባኣካ ክብሪ ከምዘይትበካ ዘላ ይስማዓካ'ዩ ይፍለጠካ'ዩ ብምንታይ መንገዲ ከም ዝስምዓካ ክነግረካ። ሰላም ዝበሃል ኢኻ ትስእን። ሰላምካ ይዝረግ እዩ። ኣብ ዝኾነ ይኹን ፍቕራዊ ርክብ ከም ዘይትኽበሩ ዘለኹም፣ እቲ ዝግብኣኩም ክብረት ከም ዘይትወሃቡ ከም ዘለኹም እንተ ተሰሚዕኩም ክትገብርዎ እትኽእሉ ሓደ ነገር እዩ። ካብዛ ሰብ እዚኣ ዘለካ ርሕቀት ምሕላው ጥራይ እዩ። ገዛእ ርእስኻ ካብኣ ምርሓቕ እዩ። ሽዕኡ ዝስምዓካ ሰላም ኣሎ። ንገዛእ ርእስኻ ትህቦ ክብሪ ይልዕል እዩ። ብዙሕ ነገር ዋጋኻ ይርደኣካ እዩ። ርሕቕ ኢልካ ክትርእዮ እንከለኻ ኩሉ ነገር እዩ ዝበርሀልካ እቲ ዝግበኣካ ክብሪ ትህበካ ተዘየላ ርሕቀትካ ክትሕሉ ይግበኣካ እዩ ሓንቲ ጓል ኣብ ሂወታ ክትሕዞ ትደሊ ወዲ ቀዳምነት ንዕኡ እያ ተኽብሮ ዓው ኢላ ከማን ኣይትምልሰሉን እያ ብብዙሕ መንገዲ እያ ክብረታ ትገልጸልካ ብሓሳብካ ብተግባርካ ብመንነትካ ትኾርዕያ ከምዘለኻዮ እያ ትቕበለካ እታ ዘይተኽብረካ ግን ጌና ኣብ ፍቕራዊ ርክብ ከለኹም ክተነኣእሰካ ብሰነስርዓት ኣይትዛረበካን ኣፍቃሪትካ ኮይና ኣባኻ ክብረት ተዘይብላ ድማ ክትቅየር እያ ትጅምር ኣትሒታ እያ ትርእየካ ዘረባኻ ከይወዳእካ ትኾልፈካ ንሓሳብካ ኣይትቕቦሎን እያ ምሳኻ ክትዕልል ኣይትደልን ከምዚታት ዓይነት ተግባራት ተምጽያ ስለዚ ንስኻ ናብኣ ክትከይድ ከለኻ ፖስቲቭ ሓሳብ ሒዝካ ምስ ትኸይድ ምስ ትቐርባ ተድሕርሕር እንተ ኾይና ብንዕቐት ትርእየካ እንተ ኾይና ንስኻ ሃሉ ኣይትሃሉ ካብ ሂወታ ኦሬዲ ወጺኻ ኢኻ ሃሊኻ ኣይሃሊኻ ኣይግድሳን እዩ ማለት እዩ ፈትወካ ጓል ክትቀርባ እንከለኻ ዋላ ኣፍቃሪትካ ዘይኮነት በቃ ኣይትርሕቀካን እያ ነዚ ክተስተውዕል ፈትን። ሳልሳይ ከድካ ኣይከድካ ኣብ ሂወታ ሃሉ ኣይትሃሉ ጉዳያ ዘይኮነ ጓል ብዛዕባ ስምዒትካ ዘይትጭነቕ እያ መጀመርያ ገና ፍቕራዊ ርክብኩም ክጅምር ከሎ ንሳ ዘይትፈትዎ ነገር ንስኻ ትጸልኦ ነገር ንኹሉ ሰጊርኩም ፍቕራዊ ርክብኩም በዚ ከምዚ ዓይነት መንገዲ ይኸይድ ኔሩ ሃንደበት ግን ብዛዕባ እዚ ነገር እዚ ዘይግድሳ ንስምዒታትካ ዘይትሓስቦ እንተ ኮይና እዛ ጓል እዚኣ ምስኣ ሃሊኻ ኣይሃሊኻ ኣይግድሳን እዩ ምኽንያቱ ብጋህዲ ኪድ ክትብለካ ስለ ዘይትኽእል እምበር ተግባራታ ይነግረካ'ዩ ነዚኦም ክተስተውዕለሎም ግድን እዩ ዝፈተኻያ ጓል እንተ ደኣ ዘይትደልየካ ኮይና ኣብ ሂወታ ክትእትወካ ዘይትደሊ እንተ ኮይና ንስኻ ሃሊኻ ኣይሃሊኻ ወልሓደ ዝቕየር ነገር የለን ኢላ እንተሓሲባ፣ ዝኾነ ዓይነት ንሓደ ወዲ ዘሕርቖ ወይ ዘሰልችዎ ነገር ክትገብር ትርእያ ኢኻ። ኣፍቃሪኣ ኩን ኣይትኹን ኣይግድሳን እዩ። ከምዚታት ዓይነት ተግባራት ትርኢ ኢኻ። ኣብ ህይወተን ክትኣቱ ዘይደልያ ኣዋልድ ዘርእይኦ ባህርያት እዩ። ብዛዕባ ስምዒትካ ዘይግድሳ እንተኾይና፣ ብዛዕባ ሓጎስካ ዘየተሓሳስባ፣ ዋላ ሓደ ተገዳስነት ተዘይብላ ነዚታት ዳረኣኻ ሱቕ እንተኢልካ፣ እቲ ምስኣ ትጅምሮ ፍቕራዊ ርክብ ኣበይ ክበጽሕ እዩ ክትርኢ ኢኻ። በቃ ነቲ ዶብ ናትካ እንዳጠሓሰት እንዳቀየመትካ እንዳባሳጨወትካ ይቅሬታ እንዳሓተትካ ክሳብ መዓስ ክትጸንሕ ኢኻ ብናታ ጌጋ ንስኻ ጠራይ ይቅሬታ እንዳሓተትካ ንዓኻ ንምሕዛን ንምጉዳእ ንምብስጫው ልብኻ ንምስባር ዝተፈላለየ ተግባራትን ቃላት እንዳተጠቀመት ብዛዕባኻ ግዲ ዘይብላ ጓል ንስኻ ኣብ ሂወታ ሃሊኻ ኣይሃሊኻ ትርጉም የብሉን ኢላ ትኣምን ጓል ትትረፍካ። እታ ትፈትዋ ናይ ብሓቂ ትደልየካ ጓል ግን ንነፍሲ ወከፍ ስምዒትካ ንምሕላው ትጭነቕን ትጥንቀቕን ጓል እያ። ራብዓይ ከድካ ኣይከድካ ኣብ ህይወታ ሃሊኻ ኣይሃሊኻ ዘይግድሳ ጓል ንስኻ ንገዛእ ርእስኻ ትህቦ ቦታ ገዛእ ርእስኻ ትፈትወሉ መንገዲ ንገዛእ ርእስኻ ትነብረሉ መንገዲ ብጣዕሚ ተነኣእስ ወይ ድማ ብጣዕሚ ዘይትግደስ ምስ ትኸውን እዩ። ኣብ ጸገም ኣቲኻ ተስፋ ምስ ትቖርጽ ኣብዚ ናይ ጸገም ግዜ ሃሊኻ ኣይሃሊኻ ኣብ ሂወታ ቁሊሕ ኢላ ዘይትርኤካ ጓል ምኽንያቱ ኦሬዲ ዋጋኻ ኣውሪዳቶ እያ ብሰንኪ ናትካ ጌጋ ማለት እዩ እዚ ናታ ጥራይ ጌጋ ኣይኮነን ይኹን እምበር ንስኻ እንተ ደኣ ኣብ ገዛእ ርእስኻ ጥራሕ ኣድሂብካ እንተ ጺዒርካ እንዳ ዓበኻ እንዳ ተለወጥካ እንተ ኸድካ ንሳ ውን ኣባኻ ዘለዋ ኣረዳድኣ እንዳ ዓበየ እዩ ዝኸይድ ብዝተፈላለየ ዓይነት ነገር ኣትሒታ ክትርኤካ ትኽእል እያ ድኹም ጎንኻ ርኣ ማለት እዩ ስለዚ እቲ ድኽመትካ ድማ በቃ ናይ ስብእነት ፓወርካ የስእነካ ንገዛእ ርእስኻ ትህቦ ፍቅርን ቦታን ኩሉ ነገር ንገዛእ ርእስኻ ኢልካ ትገብሮም ነገራት እንተ ኣትሒትካዮም ወይ ኣውሪድካዮም ንስብእነትካን ንኽትፍቀር ዘለካ ሓይልን የስእነካ እዩ ንገዛእ ርእስኻ ኣብ ዋጋ ዕዳጋ ኣይተእቱ ኣብ ገዛእ ርእስኻ ክትገብሮ ዘለካ ነገር ክትጽዕረሉ ኣለካ ክቅየር ዘለዎ ምቅያር እዩ ዘለዎ ብዙሕ ገንዘብ ዘለዎ ሃፍታም ሰብ ምዃን ኣየድልየካን እዩ ብንኣሽቱ ነገራት ጽሬትካ ካብ ምሕላው ኣትሒዙ ክሳብ እትዛረቦም ቃላት ዶብ ብምግባር፣ ተመሃራይ ኩን፣ ሰራሕተኛ ኩን፣ ንእሽተይ ነገር ገዛእ ርእስኻ ብምኽባር ጥራይ ኣብ ህይወታ ብምህላውካ ዓቢ ነገር ጌራ እያ ትወስዶ። ኣብዚ ነገር እዚ ክተድህብ ይግበኣካ። ንገዛእ ርእስኻ ግዜ ሃብ። ኳሊቲ ዘለዎ ወዲ ዘይተፍቅሮ ጓል የላን። ሓምሻይ፣ ሃሊኻ ኣይሃሊኻ ዘይግድሳ ጓል ብዛዕባ ገዛእ ርእሳ ጥራይ ትሓስብ ጓል እያ። ሓንቲ ብሓቂ ዘፍቀረት ጓል ገዛእ ርእሳ እያ ትርስዕ። ኩሉ ግዜ ንዓኻ እያ ቀዳምነት ትህብ። ኩሉ ግዜ ዝኾነ ነገር ምስ ትደሊ ትረኽቦ ኢኻ። ካብ ጥቓኻ ኣይትርሕቕን'ያ ወይ ድማ ንስኻ ዘይትደልዮ ነገር ትገድፎ'ያ። ነቲ ዘሐጉሰካ ነገራት እያ ትገብር። እንተ ተጋጪኹም ንዕኡ ክትፈትሕ ትጽዕር እያ። ንዓኻ ኣብ ህይወታ ክተጽንሓካ መታን ብዙሕ እያ ትጽዕር። እዛ ዘይትደልየካ ጓል ድማ ብዛዕባ ገዛእ ርእሳ ጥራሕ እያ ትሓስብ። ኣብ መንጎ ፍቕርኹም ዝኾነ ነገር ምስ ዝፍጠር መመኽንየታ ተጠቂማ ተጨንቐካ'ያ። ምኽንያቱ ወላ ሓደ ነገር ኣይምልከታን'ዩ። ብዛዕባ ገዛእ ርእሳ ጥራይ እያ ትሓስብ፣ ብዛዕባኻ ዋላ ሓደ ግዲ የብላን። ብሰንኪ ገዛእ ርእሳ ጥራይ ብምፍታው ብዛዕባ ስምዒትካ ኣይዓጅባን እዩ። ናይ ሓደ ነብሱ ጥራይ ዝፈቱ ሰብ ጠባይ መቸም ንፈልጦ ኢና፣ እዚ ኣጉዲልካለይ፣ እዚ ኣይሃብካንን። ግን ኣብቲ ናይ ብሓቂ እንተ መጺእና፣ ዋላ ናይ ብሓቂ ገዛእ ርእሳ ጥራይ ትፈቱ ጓል ትኹን፣ ናይ ብሓቂ እንተ ኣፍቂራ፣ እዚ ባህርያት እዚ ትገድፎ እያ። ብዛዕባኻ ጥራይ እያ ትሓስብ፣ ኣበይ ኣለኻ፣ ምስ መን ኣለኻ፣ ምሳይ ኩን ጠራሓ ትብል በቃ ኩሉ ግዜ ኣብ ጥቃካ ምኳን እያ ትደሊ ነዚ ድማ ክተስተውዕለሉ ኣለካ ኣብ ሂወታ ቀዳማይ ተዘይ ሰሪዓትካ ተዘይ ኣክበረትካ ብዛዕባ ስሚዒትካ ተዘየገድሳ ኮይኑ ብዙሕ ነገር ክንዝርዝር ንክእል ኢና ነዚኦም ነገራት ሚዛናዊ ጌራ ክትጥቀመሎም ተዘይ ከኣለት ኣብ ፍቅራዊ ርክብኩም ንስካ ተውጽኦ ንሳ ዘይተውጽኦ እንተ ኮይና ብዛዕባኣ እምበር ብዛዕባካ ወላ ሓንቲ ተገዳስነት ከምዘይብላ ዘርኢ እዩ ኣብ ሂወታ ሃሉ ኣይትሃሉ ግዲ የብላን ነዚ ናታ መንነት ዝፈቱ ወዲ ንምድላይ ድማ ትኸይድ እያ ወይ ድማ ካባኻ ዝሓሸ ሰብ ትብሎ እንተረኺባ ገዲፋትካ እያ ትኸይድ እታ ተፍቅረካ ጓል ግን ኩሉ ነገራ ገዲፋ ንዓኻ ጠራይ እያ ትርኢ ሻድሻይን ናይ መወዳእታን ፍቕሪ ዝሕዛ ጓል ወይ ድማ ፍቕሪ ዝሓዛ ጓል ኩሉ ግዜ ንስኻ ጥራይ ከተምጽእ ወይ ድማ ንስኻ ጥራይ ክትጅምር ኣይትደሊን እያ። ሕጂ እውን ኣፍቃሪትካ ክትከውን ትኽእል ወይ ዝፈተኻያ ጓል ክትከውን ትኽእል እያ። ንዓኻ ትደልየካ እንተ ኾይና ንስኻ ጥራይ ክትድውለላ ኣይትጽበይን እያ። ምናልባት ተሰኪፋ ንሳ ጥራይ ኩሉ ግዜ ዘይክትድውለልካ ትኽእል እያ። ክልተ ሰለስተ መዓልቲ እንተ ጠፊእካ ግን ትድውለልካ እያ። ኣባኻ ድሌት ከም ዘለዋ ተርእየካ እያ። እታ ሓንቲ ግን ኩሉ ግዜ ንስኻ ደዊልካ እንተዘይሓቲትካያ ዋላ ሰሙን ጥፋእ ንስኻ ክትድውለላ እያ ትጽበ ጥራይ ገለ ንጥቕማ እንተደልያ ሚስኮል እያ ትገብር ካብዚ ኣይትሓልፍንያ ኩሉ ንራኸብ ዶ ዝብል ድዩ ንውጻእ ዝብል ድዩ ንስኻ መጀመርያ ክትብላ ጥራይ እያ ትጽበ ኩሉ ነገር ካባኻ ክመጽእ ጥራይ እያ ትጽበ እታ ተፍቅረካ ጓል ግን ብዝተኻእለ መጠን ነዚኦም ነገራት እዚኦም ቀዳምነት እያ ተምጽኦም እንተወሓደ ሚዛናዊ ክኸውን እያ ትጽዕር። ብተፈጥሮ ጓል ኣንስተይቲ ነዚ ንምጅማር ፍርሒ ክህሉ ይኽእል እዩ። እንተ ናይ ብሓቂ ተፍቂራ ተኾይና ግን ትዕቢት ይጠፍእ እዩ። ብዝተኻእላ መጠን ክትርእየካ ስለ ትደሊ ትፍትን እያ።